ሰላም ኣሕዋተይ ሕጂ ብዛዕባ ሚስካሬጅ ንዛረብ ሚስካሬጅ ማለት አ፣ ጥንሲ ክኸይድ ከሎ ቅድሚ ዕስራ ሰሙን ናይ አ፣ ጥንሲ ማለት እዩ አ፣ ዝበዝሕ ግዜ አ፣ ከምኡ ጥንሲ ከደና ከሎ አ፣ ደም ፈሰና ከምዚ ናይ ሕርሲ ዓይነት ቅርፀት ይገብረልና አ፣ ድሕሪኡ ከዓ ስጋብ ሕቆ ከዓ ድሕመካ ይገብር ማለት እዩ ዝበዝሕ ግዜ ስፖንቴኒየስ ኣቦርሽን ይበሃል ባዕሉ ስፖንቴኒየስ ማለት ዚ ባዕሉ ድኸይድ ማለት እዩ ሕጂ ጥንሲ ምስ ከምኡ ኮይኑ ምስ ከደክን ዝበዝሕ ግዜ ባዕሉ ከምዚ ፔሪድ ገይሩ ድኸይድ ኣሎ ሓንሳብ ሓንሳብ ከዓ ስፔሻሊ ካብ ሸሞንተ ሰሙን ንላዕሊ ደሎ ተኮይኑ ወይ ብከኒና ማይሶፕሮሶል ዝበሃል ወይ ከዓ ዲኤንሲ ከምዚ ሰርጀሪ ዓይነት ብውሽጢ ከይዶም እውን ደውፅዎ ኣለዉ ምክንያቱ እቲ ጥንሲ ከይዱ ብፅቡቅ ገይሩ ተደይ ወፅኡ ብውሽጢ ኢንፌክሽን ክገብረልክን ስለ ዝኽእል ፕሊዝ ከምኡ ተኮይኑ ናብ ፋሚሊ ዶክተርክን ናይ ግድን ኪዳ ሓንሳብ ሓንሳብ ኦልትራሳውንድ ክገብሩልክን እዮም ምክንያቱ ዝኾነ ተረፍ ከይህሉ ብውሽጢ ኢንፌክሽን ከይገብረልክን ሓንሳብ ሓንሳብ ከዓ ዝኾነ ሜዲኬሽን ድሕሪኡ ደድሌክ እንተሎ ገለ ክቡኽን እዚ ክብል ከለኹ ናይ ጥንሲ ደኸደን ኣንስቲ ብጣዕሚ ብዙሕ ኢና ክንርኢ ንውዕል ኣብ ስራሕና ብዙሕ ስለ ደይንዛረበሉ ከምዚ ነውሪ ጌርና ስለ ንሪኦ እምበር ኤግዛምፕል ክበኩም ሕጂ ኣብ መዓልቲ ሸውዓተ ፔሽንት ክሕከማ ተመፅን ምሳና ማለት እዩ ናይ መጀመርተአን ምሳና ማለት እዩ ሸውዓተ ኣብ መዓልቲ ኢና ንርኢ ከምኡ ሕጂ ካብተን ሸውዓተ ሰለስተ ስጋብ ኣርባዕተ ጥንሲ ሓደ ግዜ ወይ ክልተ ግዜ ወይ ካብኡ ንላዕሊ ደኸደን ኢና ንርኢ ግን ብዙሕ ስለ ዘይንዛረበሉ ከምዚ ንሕና ጥራይ ከምኡ ንኸውን ድለና ኮይኑ ይስምዓና ኦኬ እንታይ ነገራት ኣብ ነብስና ንጥንሲ ከም ደኸይድ ክገብሮ ትኽእል ተሓንቲ ንሪኣ ናይ ኢሚዩን ሲስተም ፕሮብለም ተለና እዚ ማለት Immune system እቲ ንነብስና ድካላከለሉ ሕማም ክሕዘና ከሎ ዝኮነ ቫይረስ ወዲ ቫይረስ ክሕዘና ከሎ ማለት እዩ ሓንሳብ ሓንሳብ ግን እቲ ናትና Immune system ንነብስናስ የጥቅዖ ሕጂ እዚ እንታይ ማለት እዩ በዓል ናይ ታይሮይድ እሹ ሃይፐርታይሮይዲዝም ሃይፖታይሮይዲዝም ክህልወና ከሎ በዓል ኤርትራይተስ እዚ ናይ ዓፅምካ ገለ ደሕመካ ከምኡ ክህልወና ከሎ ካልእ ሕማማት በዓል ከም በዓል ኤች ኣይቪ በዓል ንሕና ሕማም ከም ዘለና ደይንፈልጦ ነገራት ነቲ ናትና ኢሚዩን ሲስተም ደጥቅዖ ነገር ከምኡ ተለና ንጥንሲ ከም ድኸይድ ክገብሮ ይኽእል እዩ ጀነሪክ ካዘስ እዚ እንታይ ማለት እዩ ወይ እታ እንቋቑሖ ፀገምተ ነይርዋ ወይ ከዓ እቲ ናይቲ ኣቦ ዘርኢ ወዲ ድበሃል ናቱ ፀገም ተለውን ወላ ሽሕ ግዜ ይራኸባ እቲ ነቲ ዲቨሎፕመንት ድበሃል ምክንያቱ ቆልዓ ካብ ምንታይ ይፍጠር ኣሎ ካብተን ክልተ ነገራት ማለት እዩ ሕጂ ሓንጎልና ካብ እዩ ድፍጠር እቲ ናትና ነርቨስ ሲስተም ድበሃል እዚ ናይ ሕቆና ደሎ ስፓይን በዓል እዚ መትንታት ገለ ድበሃል ካብኡ ድፍጠር ሕጂ እቲ ደድሊ ነገር እንተለየለ ኣብኡ ወላ ሽሕ ግዜ ይጀምር እቲ ረፕሊኬሽን እቲ ሰል እቲ ዋህዮታት እንዳበዝሐ ክኸይድ ከሎ ወላ ሽሕ ግዜ ከምኡ ክገብር ይጀምር እቲ ጥንሲ ክኸይድ ይኽእል እዩ ኢንቫይሮንመንታል ፋክተርስ ከምቲ ዝበልኮ ብዙሕ ኣልኮል ናይ ሽጋራ ብዙሕ ከምዚ ስሞክ ገለ ዘለዎ ቦታ ንኸይድ ተኾይና ሓንሳብ ሓንሳብ ብጣዕ ምቁር ኣብ ቁር ዘለዎ ቦታ ተለና ከምዚ ከይተሸፋፈና ወይ ብጣዕሚ ሃሩር ዘለዎ ቦታ ተለና ማይ ደይብሉ እቲ ሃይድሬሽን ዝበሃል ምሻሎ ደይብሉ ቦታ ተለና ከምኡ ክገብር ክፈጥር ይኽእል እዩ ብዙሕ ኬሚካላት ገለ ንጥቀምቲ ኮይና ኣብ ስራሕ ወላ ኣብ ሰብኡት ኣብ ከምቲ ድበልክዎ ኣብ ከምዚ ሓፂን ለድ ገለ ድበሃል ይሰርሑ ተኮይኖም ናይ ጥንሲ ከም ዝኸይድ ክገብሮ ይኽእል እዚኣ ክንደይ ግዜ ተዛሪበላ እየ ኦፍ ኮርስ ስትራክቸራል ፕሮብለም ዊዝ ወመንስ ዩተረስ እዚ እንታይ ማለት እዩ እቲ ማህፀን ናይታ ሰበይቲ ፀገም ተለዎ ከምቲ ዝበልክዎ እዚ ፋይብሮይድ ዝበሃል ከምዚ ጥረ ዓይነት ናይቲ እንቋቑሖ ድሕዝ ነገር ተሎ እቲ ኤንዶሜትሪየስስ ድበሃል እታ ቱቦ ቅድሚ ሕጂ ድተዛረብኩላ ከምዚ ቁስሊ ገለ ተለዋ ናይ ከምኡ እውን ወላ ሽሕ ግዜ እቲ ጥንሲ እቲ ጥንሲ ተታሒዙ ከሎ ናብቲ ማህፀን ክወርድ ከሎ እቲ ኤምብሪዮ ፀገም ክፈጠር ስለ ዝኽእል ከምኡ ከይህልወክን እውን ፕሊዝ ከምቲ ኩሉ ግዜ ድብሎ ዶክተር ክንተዛረብ እዚኣ ከምዛ ናይ ላዕሊ ዝበልክዋ እያ ፕሊዝ ምስ ፋሚሊ ዶክተርክን ተዛረባ እታ ሓንቲ ክዛረበላ ደለየ ዘለኹ ናይ ሆርሞን ዲስኦርደር ሆርሞን ኢዝ ዘ ሞስት ኢምፖርታንት ቲንግ ኢን ኣር ባዲ ብሆርሞን እዩ ነብስና እንታይ ክገብር ከም ዘለዎ ዝፈልጥ ጠሚና ዲና ብሆርሞን እዩ ነብስና ከምኡ ከምዝጠሚና ከም ዘለና ንፈልጥ ጸጊብና ዲና ከምኡ ከተጥብቦ ከለኹን ክትሓርሳ ከለኹን ኤቭሪቲንግ ኣብ ነብስና ብሆርሞን እዩ ድንቀሳቐስ እታ ሓንቲ ሆርሞን ክዛረበላ ደልየ ደለኹ ፕሮጀስትሮን ትበሃል ሆርሞን እያ ሕጂ ኦቪሌሽን ኣብዚኣ ታሕቲ ትሪያ ደለኽን ኦቪሌሽን ትብል እንቋቑሖ ክትወፅእ ኮላ ካብታ ኦቨሪ ሒዛታ ደላ ውፅእ ምስ በለት ኣብ ሸውዓተ መዓልቲ ዶ ኸውን እቲ ፕሮጀስትሮን ድበሃል ብጣዕሚ ይልዕል። ሕጂ እዚ ስለምንታይ እዩ ነቲ ማህፀን ከም ትዝክራዋ ተኾንኩም እታ ቪድዮ መጀመርታ ዝሰራሕኩዋ እቲ መንደቕ ምእንታን እንዳረጎደ እንዳረጎደ ክኸይድ ክቕረብ ን ቆልዓ ትሒዛ እዛ ሰበይቲ ማለት እዩ ሕጂ ናይ ፕሮጀስትሮን ናይ ገሊኤን ኣንስቲ ተትሒቱ ወላ ሽሕ ግዜ እታ እንቋቑሖን እቲ ዘርኢ ናይ ወድን ተራኺቡ ወላ ፕሬግነንሲ ተተፈጠረ ትጥንሲ ማለት እዩ እቲ ፕሮጀስትሮን ተትሒቱ እቲ ናይ ማህፀን መንደቕ ንበሎ ከምቲ ድድለ ተደይ ጸኒሑ ወላ ሽሕ ግዜ ጥንሲ ሂስክን ትጥንሲ ድበዝሕ ግዜ ይኸይድ ማለት እዩ ሕጂ ድበዝሕ ታሽሙ ጥንሰኸረ ክንከሎ ሓደ ግዜ ክልተ ግዜ ካብ ክልተ ግዜ ንላዕሊ ፕሊዝ ንዶክተር ክናተይ ፕሮጀስትሮን ለቨል ክንደይ ከም ዘለዎ ክፈልጥ ላቦራቶሪ ግበረለይ ወይ ግበረለይ በልወን ቢካዝ እዚ ተትሒቱ ወላ ሽሕ ግዜ ፈትና ድበዝሕ ግዜ ትጥንሲ ክኸይድ ስለ ዝኽእል እታ ካልኣይቲ ነገር ክዛረበላ ደልየ ዘለኹ ከዓ ናይ ታይሮይድ ኣብዚ ክሳድና ትርከብ ነገር ኣብ ጥንሲ ሓንሳብ ሓንሳብ ሃይፖታይሮይዲዝም ዝበሃል ከምቲ ድድለ እቲ ካብኡ ድመፅእ ሆርሞን ስለ ድትሕት ከምኡ ተትሒቱ እቲ ነቱ ቆልዓ ደድሊ ናይ ዲቨሎፕመንታል ፋንክሽን ይትሕት ማለት እዩ እቲ ካብዚ ድመፀ ንቆልዓ እንታይ ይሕግዝ ነቲ ሓንጎል ክፍጠር እቲ ነርቨስ ሲስተም ድበሃል ብሕቆናት መትነታት እውን ካብዚ እዚ ፅቡቅ ሰርሕ ተሎ እዩ ጥንሲ ካብቲ ዕስራ ሰሙን ክሓልፍ ድኽእል እዚ ደይሰርሕ ብፅቡቅ ገይሩ ደይሰርሕ ተሎ ግን እቲ ቆልዓ ሓንጎልን እቲ ነርቨ ሲስተም ተደይብሉ ክነብር ኣይክእልን እዩ ምክንያቱ ብደይ ሓንጎልና ብደይ ነርቨ ሲስተም ክንነብር ኣይንኽእልን ኢና እሱዩ ንኩሉ ናይ ሲስተምና ልብና ከም ዝሃርም ከም ነስተንፍስ እቲ መግቢ በሊዕና ብኩሉ ክሓልፍ ደምና ከመይ ኢሉ ናብ ኩሉ ነብስና ይኸይድ በዚ ድመፀ ሆርሞን ስለዝኾነ ፕሊዝ ቸክ ዮር ቲኤስኤች ታይሮይድ ከመይ ትሰርሕ ኣላ ፍለጡ እዚ ሃይፖ ሃይፖ ማለት ብዛዕባ ብጣዕሚ ሒቱ ወይ ከዓ ሃይፐር ብጣዕሚ ልዒሉ ከይህሉ ፕሊዝ ምስ ፋሚሊ ዶክተርኩም ተዛርቡ ምእንታን ክርድኣኩም እዚ እታ ታይሮይድ ኣብዚ ክሳድና ደላ ማለት እዩ ናብ ልብና ትኸይድ እቲ ዳይጀስቲቭ ትራክት ናይ መግቢ ክንበልዕ ከለና ናይ ሓንጎልና ናይ ዓፅምና ናይ ጭዋዳታትና ኩሉ በዛ ካብ ሓንጎልና ናብኡ ከይዱ እዩ ናብ ነብስና ድኸይድ ሶ ፕሊዝ እዚኣ ከመይ ትሰርሓላ ፍለጣ ምክንያቱ እቲ ቆልዓ ወላ ሽሕ ግዜ እታ ከምቲ ድበልኩ እታ እንቋቑሖን እታ ዘርኢ ወደን ተራኺባ ግን እቲ ነብስኽን ተቐሪቡ ኣሎ ድዩ ጥንሲ ንክሕዝ ምክንያቱ ስጋብ ዕስራ ሰሙን ድገብር እቲ ጥንሲ ናትክን ነብሲ ተጠቂሙ እዩ ስጋብ ናቱ ኢንዲፐንደንትሊ ባዕሉ እቲ ቆልዓ ክነብር ኣብቲ ማህፀን ካባክን ተ- ጀሚሩ እዩ ናብኡ ደኸይድ ሕጂ ንኸምኡ ምእንታን ክትፈልጣ ፕሊዝ ምስ ፋሚሊ ዶክተርክን ተዛረባ ከምታ ኣብታ ናይ መጀመርታ ቪድዮ ድበልክዋ እቲ ሬስፖንሲቢሊቲ ናትኩም እዩ ሕጂ ሓንቲ ግዜ ከይድኩም ኖ ኢሎምኹም ፕሊዝ ኣይተቋርፁ መመሊስኩም ሕተቱ ከምዚ ናተይ ሆርሞን ራእይዎ ጀነቲክ ፀገም ከይህልወኒ ስትራክቸራል ፀገም ከይህልወኒ ናይ ማህፀን ኦልትራሳውንድ ግበሩለይ ናይ ፈርቲሊቲ ክሊኒክ ስደዱኒ እንዳበልክን እንዳበልኩም ፕሊዝ እንዳተሓጋገዝኩም እዚ ሕተቱ ምክንያቱ ሓንቲ ፀገም ጥራይ ኣይኮነን ሓንሳብ ሓንሳብ ናይ ማህፀንን ናይ ጀነቲክ ፀገም ክኸውን ስለ ዝኽእል ፕሊዝ ናብ ፋሚሊ ዶክተርኩም እንዳተመላለስኩም ከይቋረፅኩም ሓንቲ ግዜ ከይድኩም ብጣዕሚ ቢዚ ስለ ዝኾኑ ምእንታን ከይርስዕዎ ወይ እቲ ናትኩም ኬዝ ምእንታን ከይተረኣየ ከይሓልፍ ፕሊዝ ምስ ዶክተርኩም ተዛር